መስትያት ቤትና
ሰላም ከመይ ትውዕሉ ክቡራት ተኸታተልቲ መስትያት ቤትና እቲ ንኤርትራ ኣነ እየ ዝፈልጠላ ኣነ ዝበልክዎ ይኹን እናበለ ዝበለጸ መንግስቲ ከም ዝኾነ ዝኣምን ስርዓት ህግደፍ ንሓደ ብዓውታ ዝገጥም ሰብ ዘይወግዓዊ ኣፈኝኡ ብምግባር ዝተፈላለዩ ሓደስቲ ፖለቲካዊ ምዕባለታት ምስ ዝህልዉ ብኡ ኣቢሉ ሓበሬታ ንህዝቢ ካብ ዘሕልፍ ጸኒሑ ኣሎ። ኣብ ቅንያት ኣውደኣመት ከኣ ነቲ ዘይወግዓዊ ኣፈኛ ከም ሓደ ፍሉይ ልኡኽ ወይ ናይ ወጻኢ ጉዳያት ሚኒስተር ናብ ትግራይ ክገይሽ ከም ዝኣዘዞ ድሮ ኩልና ተዓዚብናዮ ኣለና። እዚ ተግባራት እዚ ኣይኮነን ነቶም ንህግደፍ ዝጽየኑ ኤርትራውያን ወላ ውን ነቶም ዝድግፍዎ ዘይወሓጥ ዕረ ዩ ኮይንዎም ዘሎ። ስርዓት ህግደፍ ስራሕ ናይቶም ከዳዓት ኢሉ ዝጽውዖም ተቓወምቱ ኣብ ምድጋም ክዋፈር ይኽእል ኢሉ ዝገመተ ፍጡር ብፍጹም የለን። ንመንግስቲ ምቅዋም እኮ ዘሎ ዩ ግን ምስ መን ኮንካ ምስ ወያነ ዝባሃለሉ እዋን ዘብቀዐ ይመስል ኣሎ። ምስ ወያነ ኮንካ ሓቢርካ ምስራሕ ኩርዓትን ፖለቲካዊ ጸወታን ከምዝኾነ ውን ብዘይ ሕብእብእ ይንገረና ኣሎ። ዓዲ ግራት ከተማ ኣውራጃ ዓጋመ ብህግደፍ ክትውደስን ክትርገጽን ዝረኣየ ኣብ ውሽጥን ኣብ ደገን ዝርከብ ህዝብና ሕልሚ ድዩ ጋህዲ ክሳብ ምፍላይ ዝስእን ደንጽዩዎ ኣሎ። ወያነ እቲኳ ናብ ኣስመራ ሮኬት ዝሰንደወ ጨካን ጸላኢና ዝብልዎስ ድሮ መሓዛ ኮይኑ። መንእሰያት ትግራይ ንዓዶም ክከላኸሉ ድፍእ ድሕሪ ምባሎም ኣዒንቶም ከይነትዐ መንእሰያት ኤርትራ ናብ ትግራይ ወፊሮም ህይወቶም ድሕሪ ምግባሮም ስድራቤቶም መርድእ ከይተነግሩስ እንሆ ሓድሽ ፍቕሪ ህግደፍን ህወሓትን ክጥጥዕ ንርኢ ኣለና። ፖለቲካዊ ፀወታ እዩ፣ ናይ ፖለቲካ ሳይንስ ከምኡ እዩ ዝሰርሕ ኢሎም ዝኣመኑ ነዚ ጉዳይ ክትንትንዎ እንከለዉ ሕጂ ንዕረቕ ድላይና ምስ ረኸብና ከኣ መሊስና ንፃልኦም ይብሉ። እቶም ኣብ ዕርቅን ባእስን ኣብ መንጎ ዝጠፍኡ ከኣ ባዕሎም ይፈልጡ እዩ ነገሩ። እቲ ሕጂ ከም ፍሉይ ልኡኽ ኮይኑ ንትግራይ ኣትየ ዝብለና ዘሎ ኣጋጣሚ፣ ቅድሚ ሕጂ ሓንጎሉ ድሕሪ ናይ ወያነ ጽልኢ ንኻልእ ዝኸውን ጽልኢ ስለዘይብሉ ብሊኬቶ ከምዝዓጸዎን ነቲ መፍትሕ ከኣ ዝኾነ መጺኡ ከይከፍቶ ናብ ባሕሪ ከምዝደርበዮ ኣብ ሓደ ቃለ መሕትት ሓቢሩና ነይሩ። መፍትሕ ናይዚ ገጣሚ ብኸመይ መልክዕን እንታይ እዋንን ካብ ቀይሕ ባሕሪ ወጺኣ ዓዲ ግራት ተራእያ እዝጓናኣ ከይገረመና ግን ኣይተረፈን። ኢሳያስ ኣፈወርቂ ንጥቕሙን ንመንበሩን ዘይገብሮ ተኣምር የብሉን። ኣብ ክልተ ሽሕን ዓሰርተ ሸሞንተን ዝረኣናዮ ምስ ኣብይ ዝነበሮ ርክብ ክሳብ ናብ ናይ ቃል ኪዳን ቀለበት ምጥልላቕ ዝኸደ ከቢድ ፍቕሪ ይመስል ነይሩ። ነቲ ናይ ሕጽኖት ዓመታት ዝረኣየ እውን እዞም ሰባት ፈጺሞም ድሕሪ ደጊም ሓደ ኣካል እዮም ዝፈላልዮም የለን ኢሉ ንክኣምን ዝገብር ኩነታት ነይሩ። ኢሳያስ ግን ንምንታይ ዕላማ ይገብሮ ከም ዘሎ ጽቡቅ ጌሩ ዝፈልጥ ንዕላምኡ ኣዝዩ ጥንቁቅ ሰብ እዩ። ኣብቲ እዋን እዚ ፍቅሪ እዚ ሓቀኛ ፍቅሪ ኣይኮነን ብድሕሪኡ ገለ ነገር ኣሎ ክንብል እንከለና እቲ ኹናት ዕቅ ኢልዎ ሰላም ዝናፍቅ ክፋል ሕብረተሰብና ንሰላም ዘይትዝምሩ እንቋዕ ነዚ ርኣየና ኢሎም ንኣምላኾም የመስግኑ ነይሮም። እቲ ፍቕሪ ንኽልተ ዓመታት ደሓን ምስ ቀጸለ ግን ኣብ ዓለም ኣዝዩ ዘስካሕክሕን ህይወት ልዕሊ ሓደ ሚልዮን ሰባት ዝበልዐ ናይ ክልተ ዓመታት ኲናት ወሊዱ። ሕጂ ድማ ሓድሽ ፍቕሪ ምስ ወያነ ክምስረት እንከሎ እንቋዕ ጥራሕ ተዓረቑ ንሰላም መን ይጸልኣ ኢሎም ብየዋህነት ተስፋ ዝገብሩ ንርኢ ኣለና። እዚ ግን ዲቕ ዝበለ ዘይምብሳልን ዕሽነትን እዩ። እዚ ዕርቂ፣ ሰላምን ፍቕርን ዝመስል ሓድሽ ሕግብግብ ጽባሕ ካልእ ነገር ክወልድ ከም ዝኾነ ከይተጠንሰ እንከሎ ንሕብር ኣለና። ትማሊ ምስ ዕርቂ ኣብይ ኣሕመድ ክሳብ ናብ ናይ ኣምሓርኛ ምልምማድ ስራሕ ተጸሚዶም ዝነበሩ ደቂ ሃገር ነይሮምና እዮም።

እዚ መቸም በቶም ተቓወምቲ እንተዝግበር ነብሰ ቅትለት ምኾነ። ህግደፍ ክገብሮ እንከሎ ግን ኩሉ ሓላል እዩ። ንሱ ክገብሮ እንከሎ ዕርቅን ፖለቲካዊ ጸወታን ይስሙ። ካልኦት ክፍትንዎ እንከለዉ ግን ክድዓት እዩ ዝጽዋዕ።

ፖለቲካ ምድንጋርን መትከላት ብምቅይያር ተዓጻጺፍካ ካብ ሓደ ኹናት ናብ ሓደ ኹናት ምዝላል ኮይኑ ዝርድኦም ብዙሓት እዮም። ፖለቲካ ግን ምሕደራን ሳይንስን እዩ። ንሓደ ሕብረተሰብ ብዝሓሸ መንገዲ ንኸተመሓድረሉ ዝሰርሕ ጥበብ እምበር ዓዋሉ ዝጠዋወይሉ መድረኽ ኣይኮነን። ስለዚ ኢሳያስ ኣዲስ ኣበባ ኣትዩ ሓደ ዓዲግራት ተቕልቂሉ ኣብ ህይወት ኤርትራውያን እንትርፎ ዝገደደ ዝሓሸ ነገር ኣይፈጥርን እዩ። እቲ ክኸውን ዘለዎ ኣብ ኤርትራ ዘሎ ባዕሉ ዝነገሰ ምልካዊ ስርዓት ተኣልዩ ህዝባዊ መንግስቲ ተተኺሉ ኤርትራ ናብ ልምዓትን ዕቤትን ክትብገስ እዩ። ብግጥሚ ትህነጽ ሃገር ኮነ ዝስራሕ ዲፕሎማሲ ፈጺሙ የለን። ወዮ ደኣ ካብ ንቡር ካብ ንወጽእ ነዊሕ ኮይኑ እምበር ህዝቢ ምሉእ ብዛዕባ ሃገሩ ብግጥሚ መልክዕ ዜና ክሰምዕ ቀንፈዘው ክብል እኮ ናይ ጥዕና ኣይኮነን። ትካላዊ ኣሰራርሓን ተሓታትነትን ኣብ ዘይብሉ ብኸምዚ መልክዕ ወረ ክትሰምዕ ምኽኣል ኣዝዩ መሪር እዩ። ሕግን ሕጋውነትን ጸሊእካ ሓንሳብ ምስ ሸዋ ትዕረቕ ሓንሳብ ምስ ትግራይ ጸኒሕካ ዩቱበራት ትዕድም በቲ መትከል ዝቐየሩ ብዕንበባ ትቕበል እዚታት ግን ኩሉ ኮንቱ እዩ የማን ጸጋም እንተበልና ንሕግን ሕጋውነትን ንሓቀኛ ዲሞክራስን ፍትሕን ዝዳረግ ፈጺምና ኣይክንረክብን ኢና